ሰላም ቤተሰብ ናይዛ ቻነል ሰላምኩም ይብዛሕ እናበልኩ ሎሚ እውን ብሓድሽ ቪድዮ ተመሊሰኩም ክትፈትዎ ክትፈትዎ ከኣ ተስፋ ይገብር። ኣቐዲመ ናብቲ ኣሰራርሓ ቅድሚ ምሕላፈይ ስለቲ ትገብሩለይ ሸር ሳብስክራይብ ላይክ ሃናጺ ርእይቶኹም ኣዝየ ካብ ልቢ የመስግነኩም የመስግነክን ድንን ኢለ የመስግነክን የመስግነኩም። ናብቲ ኣሰራርሓ ክንሓልፍ ከመይ ጌርና ኣብ ገዛና እንጣጢዕ ነዳሉ ነዚ ዘይፈልጥ ሰብ የለን ኩላትና ንፈልጦ ኢና ክትብላኒ ትኽእላ ኢኽን ግን ገለ ነገር ንገለ ሰብ እውን ክጠቅም ይኽእል እዩ። ጀሚርና ብሓንሳብ ንከታተል። ኣነ ሕጂ ኣብ ሰፍኢ ገይረ ይኣርዮ ኣለኹ። ጎልደን ወይ ወርቃዊ እንጣጢዕ ተጠቂመ ኣለኹ ወርቃዊ እንጣጢዕ ኩሉ እንጣጢዕ ብጣዕሚ ጽቡቕ እዩ ግን ወርቃዊ ከዓ ይጽብቕ ከምዚ ንሪኦ ዘለና ብድሕሪት ምሰንተርተርናዮ ብድሕሪት ዝእረ ከነውፅእ ኢና ምናልባት ፅሩ ይመስለካ ኣብኡ ከለኻ ክትሪኦ ከለኻ ወይ ኣብኡ ከለና ክንሪኦ ከለና ፅሩ እዩ ዝመስል ግን ኣነ ኣውፅኤ ምናልባት ጽሩይ ተረኺብኩን ጽቡቕ። ምፍታሽ ኩሉ ግዜ ግን ኣገዳሲ እዩ። ከምዚ ዝመስል ካብኡ ኣርየ። ከምዚ ገይርና ምስ ሰንተርተርናዮ ብድሕሪት ክንረኽቦ ንኽእል ኢና እቲ ንኽሰልጠና ማለት እዩ ሰፍእት ዘይተልዩና ግን ኣብ ቢያቲ ድና ድኾነ ገይርና ንዓና ዝጥዕመና ንኣርዮ ከምዚ ንሪኦ ዘለና ሕጂ ሓዊ ወሊዐ በብቑርብተይ እናገበርኩ ከዓ ክቐልቦ እየ። እንጣጢዕ ኣብ ፆመ ርቡዓት ጥራይ ድዩ ክስተ ዘለዎ ወላ ሕልበት እውን ሕቶ መፅያ ነይራ። ሕልበት ኣብ ፆመ ርቡዓት ጥራይ ድዩ ክብላዕ ዘለዎ? እዚ ኣብ ኩሉ ግዜ ክንበልዖ ንኽእል ኢና፣ ኣብ ኩሉ ግዜ ክንጥቀመሉ ንኽእል ኢና፣ ኣብ ኩሉ ግዜ ክንሰትዮ ንኽእል ኢና። ከመይ ጌርና ጥራይ ንሕና ኣበይ ንጥቀመሉ ባዕልና ኣብ ጾመ ርብዓ ጥራይ እዩ ዝብል የለን፣ ዝተደረተ የለን። ምናልባት ሰብ ጎሊሑ ኣብኡ ብብዝሒ ሰብ ይጥቀመሉ ክኸውን ይኽእል እዩ፣ ግን ኣብ ኩሉ ክንጥቀመሉ ንኽእል ኢና። እንጣጢዕ ቅድም ኣብ ኤርትራ ዝኾነ ሕማቕ እዩ ክእሰር ኣለዎ ክኽደን ኣለዎ ዝብል ይሰምዕ ነይረ ያ ኣብኡ ከዓ ብብዙሕ ነገር ክልከፍ ወይ ገለ ይከኣል እዩ ካብ ብዙሕ ኣብዚ ኣብኡ ብምግ ደገናዘብክዎ ግን ዝበለፀ እንጣጢዕ ሽዑ ተጠቒምና ሽዑ ቅልው ቅልው ኣቢልና ማለት እዩ ይቕሬታ ቅልው ኣቢልና ሽዑ ጥሕን ኣቢልና ክንጥቀም ዝበለፀ እዩ ጎዲእና ከነቐምጦ ንነዊሕ ግዜ ኣነ ከም ናተይ ኣይምረፅን ግን ግዜ ዘይተልዩና ከምዚ ኣን ሕጂ መዓልታዊ ክቆሉ ግዜ የብለይን ስለዚ መዓልታዊ ዝጥቀመሉ ዝተኸኣኸኦን ጣጢዕ ይጥቀም እየ መዓልታዊ ከምዚ ጥረ ከምዚ ዝንህለ ክጥቀም ተኮይነ ከዓ ኣብ ባኒ ድዩ ኣብ ሕምባሻ ድዩ ኣብ ዝኾነ ወላ ኣብ ሰላጣ ክንስንሰሉ ተኮይነ ከዓ ይጥቀም እየ ከምዚ ንመስተ ክንደልዮ ከለና ግን ኣነ መዓልታዊ ግዜ የብለይን። ስለዚ ከዓ ንራብዕቲ ንሰሙን ዝኸውን ኣነ የዳሉ ብከምኡ የዳሉ ማለት እዩ። ምናልባት ንስኻትክን ከ ከመይ ትገብራ ሓበሬታ ተትፅሕፋልና ፅቡቕ ነይሩ። ካባኽን ካባኹም ከዓ ብዙሕ ምስ ተምሃርና በዚ ናይ በዚ ጣውላ ገይረ ይኸድኖ ኣለኹ ስለምንታይ በዚ ጣውላ ከዲንክዮ ዝብል ሕቶ ከይመጽኻ በዚ ጣውላ ዝኸደንክዎ ንሱ ረሃፅ ክርህፀለይ ስለ ዘይክእል ብድሕሪኡ ሰዓት ኣፅኒሐዮ እቲ ቪድዮ ስለ ዝተቆራርፀ ቅልጥፍ ቅልጥፍ ዝብል ዘሎ ኮይኑ ስማዓና ክኸውን ይኽእል እዩ ግን ሰዓት ኣፅኒሐዮ ዝሒሉ ማለት ዝሒልለይ ምስ ዝሓለለይ ሕጂ ኣነ ምጉዳእ ወይ ምጥሓን ጀሚረ ማሽና ከይንፅየቐልና ብጣዕሚ ክንጥቀቕ ኣለና ምክንያቱ ብንጣጢዕሲ ማሽን ክንፅየቐና ይኽእል እዩ ብዝያዳ ሓንሳብ ንጥሕነላ ወይ ክልተ ግዜ ንጥሕነላ ብፍላይ ከምቲ ማሽን ጽባቕኡ እዩ ከኣ ክኸውን ይኽእል እዩ ከነዕርፍ ኣለና ወላ ሓንቲ ግዜ ምስ ተጠቐምናላ ካብ ዓሰርተ ክሳብ ዓሰርተ ሓሙሽተ ደቂቕ ከነጽንሖ ኣለና ንዕኡ ገዲፍና ካልእ ስራሕና ክንሰርሕ ንኽእል ኢና ምክንያቱ ክባላሸወና ስለ ዝኽእል ኣነ ሕጂ ሓንቲ ፋርኬታ ከምኡውን ንዕኡ ዝኸውን እናገናፀልኩ እየ ዝጥቀም ዘለኹ ሓንቲ ውፅእ ኣለኹ ሕጂ ካልእቲ እዚያ እቲ ዝተጠሓነ ተውፃለይ እቲ ፋርኬታ ከዓ እንዳቀያየርኩ ክገብሮ ከለኹ ብኡ ገይረ ከዓ ኣኹሳኹስ የብሎ ነታ ማሽን ከይተንከፍኩ ሕጂ ዕሪፋ ገዲፈያ ኣለኹ እንደገና ክንምለስ ኢና እቲ ቪድዮ ሓፅር ሓፅር ስለ ዘብሎ ዘለኹ እየ እምበር ኣነ ብዙሕ ግዜ እየ የዕሪፈያ እቲያ ማሽን ንኸይትቃፀለኒ እንዳዓረፍኩ እንዳዓረፍኩ ከምኡ ገይረ ጥሒነዮ እያ እታ ፋርኬታ ሕጂ ንከምዚ እየ ተጠቂመላ ምክንያቱ እቲ እንጣጢዕ ብታሕቲ ይሕዝ ስግድ ይብል በቲ ላዕሊ ከዓ ዘይተጣሓነ ስለ ዝተርፍ ብከምኡ እየ ከምዚ ንሪኦ ዘለና ሕጂ ኣነ እንጣጢዕ ምጉዳእ ኣብዚ ወዲእ ኣለኹ ከምዚ ንሪኦ ዘለና ቁርብተይ እየ ገይረ መሸጥ ቀኒለ ከዓ ከምኣ ክገብር እየ ንድስተ እንተደሊና ንኻልእ ግን ኣብ ዝኾነ ክንስንሶ ንኽእል ኢና ከምዚ ዝበልክዎ ከምዚ ንሪኦ ዘለና ሕጂ ኣነ ቁርብተይ ሓንቲ ማንካ መብልዒ ሽኮር ከምኡውን ጨው ገይረ ክብፅብፅ ጀሚረ ኣለኹ ሽኮር ክንገድፎ ንኽእል ኢና እንተደሊና ጨው እውን ክንገድፎ ንኽእል ኢና። ንኣባፃብፃ ዝምልከት ከዓ ቁሩብ ማይ ነንጥበሉ ነዳውሶ ማይ ነንጥበሉ ነዳውሶ ከምኡ እናገበርና ክነዳውሶ ኣለና። ማይ ጥልሕ ጥልሕ ኣቢልካን ከምዚ ጌርካ ቁሩብ እናገበርካ እንዳዳወስካያን ሓደ ዓይነት ኣይኮነን። ኣዴታትና ክሰምዕ ከለኹ ከዓ ይሓፍስ እዩ ሎጎግ ይብል እዩ ክብላ ይሰምዕ ነይረ ካብኣ ዝወሰድኩ እዚ ከዓ ኣብ ኢድና ዘሎ ከምድላይና ክንጥቀመሉ ንኽእል ኢና። ስጋ ዘይበላዓና ኣይንብልን ኢና። ኣብ ዝኾነ ግዜ ክንወስዶ ንኽእል ኢና። ብዝኾነ ዓይነት ዝተፈላለየ ኣጠቓቕማ ጌርና ከኣ ክንጥቀመሉ ንኽእል ኢና። ኣብኡ ኣሎ ኦሜጋ ስሪ ንሓንጎልና ዝጠቅም ንብዙሕ ንብዙሕ ዝጠቅም ትሕዝቶ ዘለዎ ስለዝኾነ ከምዚ ጌርና ክንጥቀመሉ ንኽእል ኢና። እንተፈቲኹሞ ሸር ሳብስክራይብ ላይክ ኣይትረስዑ ኣይትረስዓ ላይክ እንተልኩሞ ከዓ ንኩሉ ሰብ ክበፅሖ ይኽእል እዩ ስለዚ ላይክ ክተሓልፉ ከለኹም ዋላ ላይክ ኢልኩሞ ኢልክን ኦኪዳ ምክንያቱ ንብዙሕ ሰብ ክበፅሕ ስለ ዝኽእል ከምዚ ንሪኦ ዘለና ለጎግ ዝበለ ኣብ ገዛና ብቐሊል ነገር ክነዳልዎ ንኽእል። እዚ ከዓ ንድርቀት ዘለዎ እውን ክጠቕመና ይኽእል እዩ። ድርቀት ዘለዎ ዝኾነ ኣካል ክጠቕሞ ይኽእል እዩ ከምዚ ገሩ ብምስታይ። ናይ ሎሚ እዚ ይመስል ብኻልእ ክሳብ ንራኸብ ሰሰናዩ ንዓኹም ቻው።